ዝመፀኹሉ ቦታ ድማ መፁ እቲ ጣብያ ማሻት እዩ ዝተፈናቀልኩሉ ማለት ናብ ዝመፀኹሉ ዝኸውን
መጀመርያ ናብ ዝኹም ከለኹም ብኸመይ ምክንያት ዝመፅኹም ማለት ዝበፅሐኩም ሓደጋ ኩሉ ዝርዝረለኹ ማለት ብዝመፀኹም ኩነታት ማለት ኩሉ ነገር በቲ ትሪእዎ ዘለኹም ከም ትሪእዎ ዘለኹም ህይወት ሓገዘ ይግበረልኩም ዘሎ እዚኦም ዝመፃ ብሎት እውን

ብዙሕ ዝተረኸበ የለን ጎጠና ኣሎ ብሎ ብሓሙስ ትንሳኤ ከባቢ ኣቢልና ኢና ኣቲና ኣለና ሕጂ ድማ ኣምሪሱ ከባቢ ዓሰርተ ክንደይ በዓልቲ ገርና ኣለና ማለት እዩ ሕጂ ዝተረኸበ ነገር የለን ካብ ሕጂ ግን ተስፋ ኢና ንገብር ዘለና እዩ ኩነታቱ ማለት እዩ
ኣብ ዝበፅሐኩም ማለት ኣብቲ ኣብ ዓዲ ዝበፅሐኩም ሓደጋ ተሃልዩ ማለት ዘጋጠመኩም ነገራት እስኪ ዝርዝር ኣብሉና ሓደ ሓደ ነገራት ማለት

ንባዕለይ ንባዕለይ ሶላር ኔራ ክልተ ጀረካን ክልተ ብረድስቲ ሞቕሎ ጋጃይ ክልተ መላፊኖ መደሻ እዚ ኩሉ በቃ ተወሲዱ እዩ ማለት እዩ ጠም- ጠስሚ ነይሩ መዓር ነይሩ ዝተወሰደ ኣብ ዶኽዒ ኢና ሓቢእናዮ ነርና መፅኦም ኣኼባ እንሄድኩም ኢሎም ወፅኦም ስድራ እታ ናተይ ሰበይቲ ድማ ሚዛ ቆልዑ ነይሮማ ቆልዓ ነይራ ትሓርስ ነይራ እያ ናብዚ የምፅኣታ ነይራ እቲ ገዛ ቦይኑ እዩ ነይሩ እቶም ተባዕትዮ ድማ ውፅ ኢሎም ገሎም ብጣዕሚ ተባሳብሲ ማለት እዩ እቲ እኽሊ እውን ናብቲ የጓጭዎ እቲ እውን ናብዚ ይወድቕ ዝኾነ ፈተሻ ኢሎም እቲ እኽሊ ሲሉ ሕውስ ምስ ኢሉ ዒልዎ ድዩ ምሸላ ድዩ ካልእ ድዩ ክፍለጥ ይኽእል ንስሓሉ ተሓዋዊሶም ከምዚ ዝበለ ፀገም በፂሑ ማለት እዩ
ሸቕኒልና ኣቦ ዓዲ ሕመዳይ ማለት ኣብዚ ኣብዚ ትሪኦ ኣለኹ ከምዚ ዓይነት ፀገም እኒሆምኒ እቲ ፀገም እሱ ከመይ ኢኹ ትርእዮ ማለት እኹል ድዩ እቲ ዝወሃበኩም ዘሎ ነገራት ኩሉ በቲ ወረዳ ድዩ በቲ ሰብ ዝብሉ ዘሎ ኩሉ ዝገብሮ ዘሎስ እኹል ዶ እኹልን ኩሉ ዝርዝር ኣቢል ክንገርና እሞ ከመይ እዩ እቲ ሓገዝስ ከመይ እዩ

ሕጂ እቲ ቀንዲ ኮይኑ ዘሎሲ መደቀስና ምግቢ እዩ ማለት እዩ እና ናይ ሕክምና ናውቲ ህዝቢ ከይሕግዘኩም ዶ ጠየቕኩም
ናብቲ ወረዳ ክጠየቕኩም

ከምቲ ዝበልና ወረ ክሞ መደቀሲ ዝበሃል ምንም የብሎም ኣብዛ ስሚንቶ እዚኣ እዮም ተነፂፎም ዝሓድሩ ዘለዉ እዚ ከዓ እዩ ነዚ ናይ ሕማም ኣብ ርእሲ ጥሜቶም ከዓ ናብ ሕማም ዘቃልዖም ዘሎ ነዚ ማለት እዩ ክትሪኦ ዘለኩም እዚ ብምሉ ነዚ ተገዲስና ከዓ ክንሰርሐለ ኣለና ማለት እዩ ኣብዚ ክትሪኦ ከለና ካብቶም ናይ ኤርትራውያን ዝነበረ ምንፃፍ ነጊፎም እዮም ዝጥቀምሉ ዘለዉ ማለት እዩ ሓደ እንኳን ብናይ ምምሕዳር እንኳን እሲ ድጋፍ ክግበረሎም ኣይከኣልን እና እቲ ጋጃይ ኒሀው ዝንኳን ሲ ብጥዒ ወይ ከዓ ዝተበለውን ኣይኮነን ካብቶም ናይ ኤርትራውያን ዝተበለሉ ዝጥቀሙሉ ዝነበሩ ካብኡ እዮም ነጊፎም ዝጥቀሙሉ ዘለዉ እና ኣብዚ ክሰርሓሉ ዘለና ኣብ ናይ ናይ ጥዕናና ኣብ ናይ ምግቢ ካልኣይ ከዓ ኣብ መደቀሲ ፍርናሻትና ጋጃይ ኣትዒብ ቢልና ክንሰርሐላ ኣለና ማለት እዩ እና ነዚ ተረዲእኹም ኩሉ ነገር እቲ ዘድሊ ዓይነት ናውቲ ካባኻትኩም ድጋፍ የድልዮም እዩ ማለት እዩ እና ዝዓሙና ሕና እውን ንሰርሕ ኣለና ንስኻትኩም ከዓ ብዝበለፀ ከዓኒ ናታትኩም ተለዓዓል ነቲ ዘድለና ራእይዎ እዞም ህፃውንቲ እዚኣቶም ብሽክቲ ሳሒሎም እዮም ነቲ ንዓኣቶም ዘይምልከቶም ነቲ ናይ ወታደር ወይ ከዓ ነቲ ናይ በረኻ ሰብ ናይ ተጋዳላይ ዝኸውን ብሽኩቲ እዮም ናተጠቀሙ ዝርከቡ ዘለዉ ንህፃውንቲ ከመይ ኣይኸውንን ክርእዎም ብጣዕሚ ይተርር መቐረት ዝበሃል እንኳን የብሉን እና እዚ ይመስል ማለት እዩ ብዙሓት ቦታታት ኣሎ ንስኻ መሽና ናኸልና ክነሪኦ ኢና ኣብዚ ከዓ እታ ካልኣይቲ ትርእዋ ዘለኹም ብዙሓት እዮም ተደራሪቦም ተደራሪቦም ኣብኡ ናብኡን እዮም ዘብሉ ዘለዉ ዝድቅሱ ዘለዉ ብዙሕ ክሳይ'ውን ክረኽቡ ኣይከኣሉን፣ መደቀሲ ክፍልታት እውን ክረኽቡ ኣይከኣሉን።